ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳርጦን ዓወትን ይምነ ሎሚ እውን ከምቲ ልሙድ መቐፀልታ ናይ ዝሓለፈ ትምህርትታትና ሓድሽ ቪድዮ ሒዘልኩም ቀሪበ ኣለኹ እዚ ኣብዚ ቅንያት እዚ ብተኸታታሊ እንሪኦ ዘለና ትምህርቲ ቪድዮ ኣብ ማይክሮሶፍት ወርድ ዘተኮረ እዩ ኣብ ማይክሮሶፍት ኦፊስ ኮይኑ ካብ ማይክሮሶፍት ኦፊስ ድማ ኣብ ማይክሮሶፍት ዎርድ ዘተኮረ እዩ። ኣብ ዝሓለፈ ትምህርትና ምልስ ኢልና ክንዕዘብ ሓንቲ ላቭ ሌተር ትብል ዶክመንት ሒዝና ኣብ ኣቑሩብ ሰሪሕና ነርና። ኦኬ ዝሓለፈ ኣብዚ ቅሩብ ሰሪሕና ነርና ስለዚ ከም መዘኻኸሪ ኣብ ፋይል ሜኑ ዘሎ ብብሓደ ርኢናዮም ነርና ድሕሪኡ ናብ ሆም ሜኑ ከድና ከመይ ጌርና ዓይነት ፅሑፍና ፎን ታይፕ ከመይ ጌርና ንቐይር ዓቐን ፅሑፍና ፎን ሳይዝ ከመይ ጌርና ንቐይር ከመይ ጌርና ጽሑፍና grow ከም ዝዓቢ ንገብሮ፣ shrink ከም ዝንእስ ንገብሮ፣ bold ድምቕ ኢሉ ከም ዝረኣ ንገብሮ፣ italic እናበልና ምስ home menu ተላሊናን ሰሪሕና ኔርና። ስለዚ ሎሚ እውን ከም መቐጸልትኡ ኣብ insert menu ኣብ insert menu ክንመጽእ ኢና። ስለዚ ኣብዛ ቪድዮ እዚኣ ኣብ insert menu ዘሎ icons ወይ ድማ ክፋላት በብሓደ እናርኣናያም ክንከይድ ኢና ማለት እዩ። ስለዚ ኩሉ ግዜ ዝላቦ ስፔሻሊ ጀመርቲ ዝኾንኩም ጀመርቲ ዝኾንኩም ብቕዓት ብፕራክቲስ እዩ ዝዓቢ ብምልምማድ እዩ እናዓበየ ዝኸይድ። ስለዚ ደጋጊምኩም ነዚ ቪድዮ ዝሰደልኩም ዋንስ ምስ ረኣኹሞ እኹል ኣይኮነን ኮምፒውተር ኣብ ጥቓኹም ጌርኩም ክልተ ሰለስተ ግዜ ነቲ ቪድዮ ረኣይዎ ነቲ ንብሎ ወይ ከዓ ነቲ ትምህርቲ ድማ ደጋግሞ ከምኡ ክትገብሩ ተኺኢልኩም ኣካልኩም ክኸውን እዩ and please ኩሉ ግዜ ሓድሽ ቪድዮ ክንሰርሕ ምትብባዕ ናትኩም ወሳኒ እዩ ርእቶኹም ሃናፂ ርእቶኹም ድማ ብጣዕሚ ብጣዕሚ የገድስ እዩ ምክንያቱ ብመሰረቱ ንዓኹም ንህዝቢ ንምሕጋዝ ወይ ድማ ነቲ ተኸታታሊ ንምሕጋዝ ዝወፅእ ቪድዮ እዩ ኮሜንት ምስ ትገብሩ ኣበይ ዝያዳ ከነብልሖ ኣበይ ዝያዳ ክንጸቅጥ ከም ዘለና እውን እቲ ሓበሬታ ካባኹም ኢና ንረኽቦ ስለዚ ኩሉ ግዜ ኮሜንት ኣይትረስዑ ፕላስ ሼር ግበሮ ንካልኦት ትምህርቲ ክኸውን ን ሳብስክራይብ ግበሩ ኣብታ ደወል ክሊክ ግበሩ ኩሉ ግዜ እነውርዶ ቪድዮ ኣብ ኮምፒውተርኩም ይኹን ኣብ ሞባይልኩም ክኹን ይኹን ኖቲፊኬሽን እናመፀ ከዘኻኽረኩም እዩ ንክትከታተሉና ንክትከታተሉና ድማ ዝያዳ ሓጋዚ ክኸውን እዩ ማለት እዩ ንኸይድ ናብ ትምህርትና ክንምለስ ስለዚ ኢንሰርት ሜኑ ኢንሰርት ሜኑ እዚአን ከም ዘለዎ ብመስርዑ እናረኣናዮ ክንከይድ ኢና ኢንሰርት ሜኑ እዛ ቀዳመይቲ ኢንሰርት ካቨር ትብል ኣላትና እዚ ኩሉ ግዜ ዳውን ኣሮው ተልዩ ክሊክ ንገብር ኦፕሽንስ ዘለዉ ንሪኦ ማለት እዩ እዚ ኢንሰርት ካቨር ዝብል ዘሎ ሓደ ዲዛይን ክህበና እዩ ነቲ ፅሑፍና ቀዳማይ ካቨር ክንህቦ ንኣብነት እዚኣ ንሪኣ ዘለና ስሪ ፔጅ ዘለዋ ሰለስተ ገፃት ዘለዋ ፅሕፍቲ ኣዳሊና ኣለና ነዚ ሰለስተ ገፅ ዘለዎ ፅሑፍ ካቨር ክንገብረሉ ተደሊና ኢንሰርት ፔጅ ካቨር ወይ ከዓ ካቨር ፔጅ ሊስት ዳውን ኣብቲ ኣሮ ክሊክ ጌርና ዘለና ሊስት ክንርኢና ካብዚኦም እንሪኦም ዘለና ዲዛይንስ እቲ ንዓና ዝምእመኣና እዚ ይሓይሽ እዩ እንብሎ ዲዛይን ንመርፅ ማለት እዩ ኦኬ ስለዚ ከም መጀመሪት እዚኣ ክመርፅ እያ ኣነ እዛ ካልይቲ ዘላ ኣንዋል ኦ ትብል መሪፀ ኣለኹ ኣብዚ ዲዛይን ሬዲ ሜድ እዩ ማለት እዩ ንኣብነት ኣብዚ ዓመተ ምህረት ፀሓፍ ብለና ኣሎ 2020 ዕለት ተገድሰና እንተኮይኑ ዋላ ጃንዋሪ ንብሎ

ከምኡ ኣብዚ ታይፕ ኣብስትራክት ነዚ ብዛዕባ እዚ ዘድልየና ዝኾነ ኣብስትራክት ክንፅሕፍ ታይፕ ዶክመንት ን ሳብታይትል ካልእ እውን ድሓር ክንውስኸሉ ንኽእል ኢና ከም ዘላታ እዛ ካቨር ከም ዘላታ ተኣክል እያ ንበል ክንቅፅል ስለዚ ፔጅ ካቨር ጌርናላ ኣለና እናቐጸልና ጽሑፍና እናረኣናዮ ንኸይድ ብላንክ ፔጅ ዝብል ኣሎ ንኣብነት ኣብዚ ፖዚሽን ንመርጽ ኣለዎ ረኣይዎ ኣብዚ ድሕሪ እታ ፈርስት ላቭ ሌተር ኣብዚኣ ሓንቲ ብላንክ ፔጅ ወይ እውን ኣብዚ ሓንቲ ብላንክ ፔጅ ሓድሽ ፔጅ ክንእቱ ተደሊና እታ ከርሰር ኣብኣ ሰሌክት ምግባር ብላንክ ፔጅ ትሪእዎ ኣለኹም ድሕሪ ምውዳእ ቀዳመይቲ ቅድሚ ካልኣይቲ ሓንቲ ሓዳሽ ፔጅ መጺኣትና ኣላ ማለት እዩ ኣብ መንጎ ሓደን ክልተን ሓዳሽ ምልእቲ ፔጅ መጺኣትና ኣላ ዘድልየና ኣብኡ ንፅሕፍ ኣነ ኣየድልየንን እዩ ኣንዱ ክብል እየ ድሕሪት ገፀይ ክመልሶ እየ ድሕሪኡ ፔጅ ብሬክ ሓንሳብ ፅሑፍ ከም ስጥም ኢሉ ፀኒሑ መዕረፊ ክንገብረሉ ንደሊ ኢና ስለዚ ፔጅ ቱ ኣብዚኣ ፍሉስቶፕ ድሕሪ ፍሉስቶፕ ጠጠው ክትብል ተደሊና ፔጅ ብሬክ ፔጅ ስሪ ሽዑ ካብቲ ዝነበረ ቀፂላ ትኸይድ ማለት እዩ ስለዚ እንታይ ይብል ኣለኹ ካቨር ኢንሰርት ካቨር ብቕድሚት እዩ ዝእትዎ ብላንክ ፔጅ ግን ኣበይ ክንእትዋ ከም ዘለና መሪፅና ኢንሰርት ብላንክ ፔጅ ንብል ፔጅ ብሬክ ድማ ንሓደ ኣብ ውሽጢ ሓደ ፔጅ ንዘለዉ ናብ ክልተ ክንመቕሮም ንደሊ ካብታ ክንመቕላ እንደሊ ፖዚሽን ከርሰርና ኣብኣ ክሊክ ብምግባር ኢንሰርት ፔጅ ብሬክ ንብል ማለት እዩ ድሕሪኡ ኣብ ቴብልስ ቴብልስ በዚ ድሕሪት ምፅእ ኢለ ክንሰርሕ ኢና ንኣብነት ኣብዚ ኣብ ፔጅ ፎር ኣብቲ መወዳእታ ሓደ ቴብል ክንእቱ ደሊና ስለዚ ቴብል ዝብል ኣለና ኣብ ኢንሰርት ቴብል ዝብል ኣለና ን ኣሮ ኣሎ ሊስት ዳውን ኣሮ ኣሎ ኣብቲ ኣሮ ንርኢ እንተሪኢናዮ እዚ ተይብል ዝብል ረኣይዎ ሓደ ኣውቶማ ኣብዚ ብዘይ ዝኾነ እንታ ሽሙ ማውዝ ሙቭ እናገበርና ጥራሕ እታ ንደልያ ዓቐን ናይ ተይብል ክንመርፅ ንኽእል ኢና ትሪእዎ ዶ ኣለኹም ንኣብነት ኣርባዕተ ብኣርባዕተ ደልየ ንኣርባዕተ ይመርፅ ኣርባዕተ ብኣርባዕተ ኮይና ኣላ ናብዚ ሰለስተ ብክልተ ተደልየ ሽዱሽተ ትኸውን ትሪእዎ ኣለኹም ንየማን እናኸድኩ እናወሰኽኩ ከይድ ከለኹ እቲ ኮሎምንስ እቲ ኮሎምን ዓምዲ ዶ ኢልና ንፅውዖ ኮሎምንስ እናወሰኸ ይኸይድ ንታሕቲ እናወረድኩ ከይድ ከለኹ ከዓ እቲ ሮውስ እናወሰኸ ይኸይድ መስርዕ እናወሰኸለ ይኸይድ ማለት እዩ ሓደ ብኸምዚ ኣገባብ ክንእቱ ንኽእል ኢና፣ ንኣብነት ርኣዩ፣ ሓሙሽተ ብ ሸውዓተ ተይብል ክርኤት ገይረ ኣለኹ፣ ክሊክ እንተገይረ ሓሙሽተ ብ ሸውዓተ ተይብል ሂባትኒ ኣላ። ኣይደለኹን። ካልእ መንገዲ እውን ኢንሰርት ተይብል ኢለ ኣብዚኣ ኢንሰርት ተይብል ትብል ኣላ፣ ኣብኣ ክሊክ ብምግባር ክንደይ ብኽንደይ ናምበር ኦፍ ኮሎምንስ ክንደይ ትደሊ ሓሙሽተ ሽዱሽተ ሸውዓተ ናምበር ኦፍ ሮስ ተዕብዮን ተንእሶን ደስ ዝበለካ መጠን ትርኢ ማለት እዩ ከምዚ ምግባር ኦኬ ቴልና ኣውቶማቲካሊ እቲ ዝሃብናዮ ዓቐን ሸውዓተ ብሓሙሽተ ሰሪሕልና ኣሎ ሳልሳይ ኦፕሽን እውን ኢንሰርት ተይብል Draw a table እዚ ብምስኣል ማለት እዩ። እዚ ቁሩብ ብዙሕ ኣገዳሲ ኣይመስለንን፣ ግን ብምስኣል ክሊክ እናገበርና ራዩ እዛ ናይ ርሳስ ምልክት መፅያ ኣላ። ሓደ ሳንዱቕ ንፈጥር መጀመርያ፣ ድሕሪኡ መቓሊ መስመር ንፈጥር። ክሊክ እናገበርና እቲ ዘድልየና ዓቐን እናሃብና ንኸይድ። ንጋድም ድማ ልክዕ ከምኡ ዘድልየና እናሃብናን እናመረፅናን ንኸይድ ማለት እዩ። ኦኬ ከምዚ ይመስል ብዛዕባ ተይብል ዘለውና እዚ እዩ እቲ ሓደ ተይብል ክንመርፅ ኣብ ተይብል ሓደ ክርዳእና ዘለዎ ተይብል ኩሉ ግዜ ሮውስ ን ከሎምንስ ኣለዎ ፕላስ ሮውስ ክንውስኽ ንደሊ ኮሎምንስ ክንውስኽ ንደሊ። ስለዚ እንታይ ክንገብር ንኽእል ኢና? ንኣብነት ኦኬ ጽፍፍቲ ተይብል ክንሰርሕ ኣብነት ክትኮነና ሓጋዚት ኩሉ ግዜ ኣፍራይ ዝኾነ ነገር ተሰርሓና ዝበለጸ እዩ። እዚኣ ከዓ ሊያ እያ። ስለዚ ኢንሰርት ተይብል ክብል እየ። ኢንሰርት ተይብል ኦኬ ሓሙሽተ ብኣርባዕተ ሰሪሐ ኣለኹ። ስለዚ ንኣብነት ሓሙሽተ በርባዕተ ፈጢርና ኣለና ዘድልየና ኣርእስትታት ክንህቦ ኢና ናይ ሰለስተ ተማሃሮ ነጥቢ ሪከርድ ሒዘ ኣለኹ ስለዚ ከምዚ ገይረ እታ ተድልየኒ ተይብል ሰሪሐ ኣለኹ ኣብ ገለ እዋን ኣብ መንጎ ሰሎሙንን ቤትን ሓድሽ መስመር ከድልየኒ ከሎ ክሊክ ይገብር ኣብ ልዕሊ ራይት ክሊክ ብምግባር ኢንሰርት ኢንሰርት ሮው ኣባብ ኤን ቢሎው እዛ ቤቲ ሓንቲ ሮው እያ ኣብ ልዕሊ ቤቲ ወይ ኣብ ትሕቲ ቤቲ እናበልና ኣባብ ንኣብነት ልዕሊ ቤቲ ክእቱ ክኢለ ኣለኹ and መሪፀያ ኣለኹ ደሊት ክገብራ ክእል እየ ረኣዩ መርፅ ኣለኹ ኢንሰርት ራይት ክሊክ እታ ኣብ ልዕልታ ዝመረፅኳ መፅአ የማነይቲ ካብተን ክልተ ክሊክ እታ የማነይቲ ሸነኽ ንጥቀም ኢንሰርት ብምባል ረው ኣባብ ኦር ቢለው እዩ ስለዚ ቢለው ክብል ይኽእል እየ ኣየድለየንን ንዑ ከዓ ልክዕ መሪፀ ራይት ክሊክ ገይረ ደሊት ሮው ኣብ መንጎ ኢንግሊሽን ማትስን ምስ ደሊ እውን ሓንቲ እየ ንመርፅ ኣብ ልዕሊ ራይት ክሊክ ገይረ ኢንሰርት ቱ ዘ ሌፍት ኦር ቱ ዘ ራይት ቱ ዘ ሌፍት ተኮይኑ ሕጂ ቅድሚ ማትስ ክኸውን እዩ ቱ ዘ ራይት ተኮይኑ ከዓ ድሕሪ ማትስ ክኸውን እዩ ከምዚ እናገበርና ክንእቱ ንኽእል ማለት እዩ ከምኡ ድማ ተወሳኺ መርጅ ዝብል ኦፕሽን ኣለኒ መርጅ ሴል እዘን መሪፀየን ዘለኹ መርጅ ተገይረየን ብምሉአን ሓንቲ ረው ክትከውን እያ ትሪእዋ ኣለኹም ሓንቲ ምልእቲ ረው ክትከውን እያ መሊሰ መሪፀ እውን ክመቃቕላ ተደልየ ስፕሊት ሴል ዝብል ኦፕሽን ኣለኒ ስፕሊት ሴል ንኣብነት ከምዘላታ ሓንቲ ኮሎም ትኹን ግን ኣርባዕተ ሮው ቴለ ኦኬ ከም ብጾታ ክትከውን ትኽእል ማለት እዩ ስለዚ ንተይብል ድማ ከምዚ እናገበርና ሓዱሽ ሮው እናእተና እናመቐልና መርጅ ነንሕድሕዱ እናጣበቕና ክንጥቀመሉ ንኽእል ኢና ድሕሪኡ Insert ድሕሪ table ትመጽእ picture ኣብቲ ቅድሚት ክኸይድ ኢለ ንኣብነት ኣብዚ picture ዝብል ኣለና picture ቃል ንቓሉ ስእሊ ምእታው ማለት እዩ ስእሊ ኢንሰርት ክንገብር ንኣብነት ቅድሚ እዛ ኣብዛ ቀዳመይቲ ኢንተር ክገብራ እሞ ኣውርዳ ኣቢለ ኣብዚ ሓንቲ ስእሊ ክእቱ ደልየ ነዚ ትምህርቲ ክጠቕመና ኣብ ዴስክቶፕ ኢንሰርት ሜኑ ዝብል ስእሊ እዳልየ ኣለኹ ነዚ ነዛ ላቭ ሌተር ትብል ብስእሊ ክነሰንያ ደልየ ኣለኹ ስለዚ ኢንሰርት ክብል እየ ኢንሰርት ምስ በልካ ኢንሰርት ፒክቸር ኣበየ ኣለዎ እቲ ስእሊ ባዕልኻ ካ ትሕብሮ ማለት ዴስክቶፕ ኢንሰርት ሜኑ ኢለ ዳልየ ኣለኹ ኢለኩም ካብዚአን ክንመርፅ ኢና ስለዚ ላቭ ሌተር ኣርእሳ እዚኣ ስእሊ ክጥቀም እየ ራይዋ ከዕብያን ከንእሳን ይኽእል እየ ኦኬ ዘን ኣብ ከሎና መረዳእታ ክኾነና እዚኣ እውን ኣብዚ እውን ሓንቲ ላይን ክእቱ እሞ ኣብዚኣ እውን ኢንሰርት ክብል እዛ ሃርሚንግ ወይ ቱ ማርሊን ትብል ኢንሰርት ፒክቸር ከምኡ ኣበይ ትህሉ እዚኣ ኦኬ ኣብዚ ኣላትና እዚኦም እውን ስእሎም ነስትመስል ቅሩብ ከም ዝጠዕመና ነፀባብቆ ማለት እዩ ኣብዚ እውን ሓድሽ ስእሊ ክንእቱ ንደሊ ኢንሰርት ሜን ኢልና ፒክቸር እዚኦም መን እዮም? እዚኦም ድማ ናፖኔል ቱ ጆሴፊና ድዩ ዝብል ጆሴፊን ኣብዚ ኣላትና ኢንሰርት ልክዕቲ ኣብቲ ንደልዮ ከምኡ እናገበርና እናእተና ንኸይድ ማለት እዩ ሳልሰይቲ ፍሬድ ካሎ ቱ ዲያጎ ሪቬራ ድዩ ገለ ዝብል ኣለና ኢንሰርት ንብል ፍሬዶ ካሎቱ ዲያጎ ራብዐይቲ ጆርጆ ቱ ኣልፍሬዳ ስቴግሊዝ ኢንሰርት ፒክቸር ኣብዚ ኣላትና ድሕሪኡ ሓምሸይቲ ናይ መወዳእታን ኢንሰርት ፒክቸር ኤንድ መን እያ ትኸውን እዚኣ ትኸውን ሞርታል ላብ ስለዚ ከምዚ እናገበርና ስእሊ ኣብቲ ንሕና ንደልዮ ቦታ እንእቱ ማለት እዩ ኦኬ ምስኣ ውስኽ ኣቢለ ኢንሰርት ፒክቸር ኤን ክሊፕ ኣርት ተመሳሳሊ እዩ ፒክቸር ባዕልኻ ዘዳለኻዮ ካብ ባዕልኻ ዘዳለኻዮ ፖዚሽን፣ ቦታ፣ ዝመጽእ ስእሊ እዩ። ዌር ኣስ ክሊፕ ኣርት ግን ናይ ማይክሮሶፍት ኦፊስ ዝተዳለወ ስእልታት ማለት እዩ። ስለዚ ኣብዚ ዳብል ክሊክ ተጌርና በዚ የማናይ ሸነኽ ኣብዚ እቲ ዘድልየና ታይፕ ክንገብር ንኽእል ኢና። ዘይኮይኑ ጎ ንብሎ ኩሎም ኣብ ኮምፒውተርና ዘለዉ ክሊፕ ኣርት ይህበና ካብዚኦም ክሊክ እናገበርና ኢንሰርት እናገበርና ክንከይድ ንኽእል ኢና ንኣብነት ኣብዚ ክሊክ ገይረ መፅኢለይ ኣሎ ኣብቲ ዝደልዮ ቦታ ትመር ክሊክ ትገብር እሞ ንኣብነት ከምዚ ገይረ ኣብዚ መፅኢለይ ኣሎ ትሪእዎ ኣለኹም እዚ ክሊፕ ኣርት ምስ ፒክቸር ኩሉ ነገራቱ ሓደ እዩ እቲ ፍልልዩ እንታይ እዩ ፒክቸርስ ባዕልኻ ኦርጋናይዝ ዝገበርካዮ ስእሊ እዩ ዌርኣስ ክሊፕ ኣርት ድማ ብማይክሮሶፍት ኦፊስ ኦርጋናይዝድ ኮይኑ ምስቲ ማይክሮሶፍት ፓኬጅ ዝመፅእ ክሊፕስ እዩ ንእግረ መንገዱ ዋላ ኣብ ኢንተርነት ተሊካ ኣብ ኦፊስ ዶት ኮም ዘሎ ኮንተንትስ እውን ክጥቀም ይኽእል እዩ ማለት እዩ ኦኬ ስለዚ ኣብዚኦም ክልቲኦም ሓደ ሓበራዊ ባህሪ ኣሎ ዝኾነ ስእሊ ክሊክ ምስ ገበርካዮ ረኣይዎ ፒክቸር ዘእተኽዎ ኣብዚኣ ሓዳሽ ኖርማሊ እዘን ሜኑስ ፋይል ሆም ኢንሰርት እናበለ ኣብ ቪው ኤን ኣክሮባት ዝብል እዚ ኣክሮባት እውን ዘይክትረኽቦ ትኽእሉ ኢኹም ኣብ ቪው እዩ ዝውድእ እዚ ኣክሮባት ሪደር ስለ ዘለኒ ኣነ ክሳብ ኣብዚ ዝኸይድ ፒክቸር ክሊክ ክሊክ ክትገብር ከለኻ ወይ እውን ክሊፕ ኣርት ክሊክ ክትገብር ከለኻ ዝመፅእ ተወሳኺ ፒክቸር ቱልስ ፎርማት ዝብል ኣለና ማለት እዩ ኣብዚ እንታይ ይሕግዘና ነዚ ፒክቸር ክነመዓራርዮን ክነጸባብቖን ሓደ እታ ቀዳመይቲ ንኣብነት እዛ ማንትለ መርጻ ኣለኹ ኣብዚ ራፕ ቴክስት ወይ ቴክስት ራፕ ኢልና ንጽውዖ ምስ ጽሑፍካሲ ከመይ ገይሩ ክዋሰብ እዩ እቲ ስእሊ ትመርጸሉ ማለት እዩ ኣብዚ ኢንላይን ሕጂ ንኣብነት እዛ ማንትለ ኢንላይን እያ ዘላ ትሪእዋ ኣለኹም ልክዕ ከምቶም ፊደላት መስርዕ ሒዛ ኣላ ኖ ስኩዌር እንተልናያ ድማ ስኩዌር ይኸውን ኣሎ ትሪእዎ ዶ ኣለኹም ስኩዌር እንተልናያ ኣብ ስኩዌር ቅርፂ ሒዙ ኣሎ እቲ ፅሑፍ ንኸይድ ስሩ ወይ ከዓ ታይት እቲ ጸዕቕ ኢሉ ነቲ ማንትለ ይዞሮ ጽሑፍ ማለት እዩ ስሩ ብልዕሊኡ ይሓልፍ ማለት እዩ ቶፕ ን ቦቶም ፅሑፍ ዘበለ ወይ ቅድሚ ወይ ድሕሪ ክኾን ኣሎ ማለት ቢሃይንድ ቴክስት ፅሕፈት ክፀቕጣ እንከሎ ማለት እዩ ኣብዚ ተፀቂጣ ኣላ ኢንፍሮንት ኦፍ ቴክስት ንፅሕፈት ክትፀቅጥ ከላሳ ኢዲት ራፕ ፖይንትስ ከምዚ ቅርጺ ሒዛ ኣላ ነዚ ቅርጺ ባዕለይ ኤዲት ክገብሮ ክእል እየ ከምዚ ተገይረዮ ጽሑፍካ ልክዕ ከምኡ ኮይኑ ኣንፈቱ ምስኡ ይጠማዘዝ ማለት እዩ እዚ ኤዲት ቴክስት ትራፕ ይኸውን ማለት እዩ ስለዚ ከምዚ እናገበርና እቲ ንደልዮ ቅርፂ ክነትሕዞ ንኽእል ወይ ቅድሚ ፅሑፍ ክንገብሮ ንኽእል ወይ ኣብ ስኩዌር ክንገብሮ ንኽእል ወይ ኣብ ልዕሊ ፅሑፍ ሓንሳብ ካብ ባክግራውንድ ክኸውን ተደሊኻያ ቢሃይንድ ቴክስት እናበልና ክንከይድ ንኽእል ኢና። ኣብዚ ድማ ፍሮንት፣ ብሪንግ ቱ ፎርዎርድ፣ ተጸቒጡ ተልዩ ንቕድሚት ክተምጽኦ፣ ሰንድ ባክዎርድ፣ እናበለ ይኸይድ። ኣብዚ ሕጂ ቁሩብ ክንሪኦ ንኽእል እንታይ እዩ ሓደ ኮሬክሽን ብርሃን ማለት እዩ። ዝተፈላለየ ደረጃ ብርሃን ኣለና ራይዎ ከምዚ ክንገብር ንኽእል ኦፕሽን ኣለና ደስ ዝበለና እናመረፅና ንኸይድ ኦር ከለር ሕብሪ ናይታ ማንትለ እውን እናመረፅና ንኸይድ። ኣብ ኩሉ ተመሳሳሊ እዚ ኮምፕረስ ፒክቸር ቼንጅ ፒክተር ክንቅይሮ ዝደሊና ሪስቶር ኣብቲ ዝነበሮ ምምላስ ማለት እዩ። ኣብዚ እውን እቲ ስእሊ ከም ፍሬም ነገር ክህልዎ ምስ እንደሊ ረኣይዎ ወይ ኣብዚ ኣሮ ንምፃእ ኩሉ ንርኢ ንሕና ሓንቲ ይድልየናን እዩ ኦኬ ኣበይ ኣሎ ዋላ ሓንቲ ዘለኹም ኖርማል ይገድፋ ከምቲ ዝነበረቶ ማለት እዩ ፒክቸር ቦርደር ጫፍ ጫፍ ናይቲ ስእልና ንኣብነት ከም ዝተገርናሉ ጸሊም ቦርደር ክህልዎ እዩ ቀይሕ ቦርደር ክህልዎ እዩ ማለት እዩ ን ፒክቸር ኢፌክትስ እዚ ፍላይ ኣብ ፅሑፋት እዩ ዘገድሰና ራይዎ ኣብ ሻዶው ክህልዎ ዝደሊና ዝተፈላለየ ሻዶው ምእንቲ ክህልዎ ሪፍሌክሽን ክህልዎ ዝደሊና ኦኬ ኣይረኣየናን ኣሎ ስእሊ ብዙሕ ብርህ ዝበለ ስለ ዘይኮነ ንኣብነት ኣብዛ ስእሊ እዚኣ ክመፅእ እሞ ሪፍሌክሽን ክሬት ክገብር ሪፍሌክሽን ክህልዎ ዝደልየ ሚረሪን ሕጂ ብታሕቲ ሸነኽ እንተሪኢኹሞ ብታሕቲ ሸነኽ ሚረር እገብር ኣሎ ማለት ሪፍሌክሽን ከምዚ እናገበርና ሪፍሌክሽን ክንገብር ንኽእል ኢና ግለው ጫፍ ጫፉ ግለው ክገብር ተደሊናዮ ብዝተፈላለየ ሕብሪ ብግለው እናገበረ ይኸይድ ኤጅስ እቲ ኤጅ እቲ ጫፉ ድምቀቱ ራይዎ እናፈኾሰ ኸይድ እናፈኾሰ ኸይድ ከሎ እናሃሰሰ ይኸይድ ማለት እዩ ብብል ልክዕ ከምኡ እቲ ቅርጺ እናሓዝና ክንከይድ። ስለዚ እዚ ባህሪ እዚ ናብ ኩሉ ስእሊ ናብ ክሊፕ ኣርት ይኹን ናብ ፒክቸርስ ይኹን እንተላይ ናብ ሼፕስ ስማርት ኣርት ቻርት ናብ ብምልኦም እንጥቀመሎም ተመሳሳሊ ስራሕ እናኸደ እዩ ዝኸይድ ብተመሳሳሊ ኣገባብ እናኸደ ይኸይድ ማለት እዩ ስለዚ ሎሚ ቀፂልና እንታይ ክንርኢ ሼፕስ ሸፕስ ኢንሰርት ሸፕ ዝተፈላለየ ሸፕስ ንርእዮም ኣብ ዝተፈላለየ መልክዕ ኣብ ገለ ስራሓት ንርእዮም ሸፕስ ኣብ ዘለውና ኣረው ክጥቀም ተደልየ ኣረው መርፅ ልክዕ ፀቂታ ሂዘ ምፍናው እዩ እዛ ኣረው እዚኣ ክጥቀመላ ይኽእል ማለት እዩ እዚ ከለር ናይቲ ኣሮው ክንቅይሮ ንኽእል ኢና ኣብዚ እቲ ካልእ ምስኡ ሓደ እዩ ሓደ ሓደ ግን ዝተፈላለየ ሼፕስ ክህልወና ኸውን እዩ ን ኣውትላይን ናቱ ጸሊም ክገብሮ ክእል እየ ሕብሪ ክህቦ ክእል እየ ማለት እዩ ካልእ ከምኡ ሼፕስ ስማይሊን ፌስ ኣለኒ ንኣብነት ኣብዚ መሪፀ ከምኡ እዚኦም ብምሉኦም እዞም ሼፕስ ኣብ ሼፕስ ዘለዉ ሼፕስ ከምኡ መሪፅካ ክሊክ እናገበርካ ኢኻ ትጥቀመሉ ንኣብነት እዚ ፓራንቴስ እዚ ብራኬትስ ኣብዚ ኣምፅ ኣቢለ ከምዚኣ ገይረ ስኢለ ኣለኹ መሊሰ ሸይፕ እዛ ተዓፁ ብራኬት እውን ኣምፅአ በዚኣ ክውስኸላ እኽእል እየ ስለዚ ብራኬት ገይረሉ ኣለኹ ፅሑፈይ ትሪእዎ ዶ ኣለኹም ብየማንን ብፀጋምን ብየማንን ብራኬት ክገብረሉ ክኢለ ኣለኹ ከምኡ እናበለ እዞም ኣብ ሸይፕስ ዘለዉ ከምኡ ቅርፂ እናሓዙ ይኸዱ ማለት እዩ ድሕሪኡ ስማርት ኣርት ዝበሃሉ ኣለውና ስማርት ኣርት እዚ ኣብዚ ድሕሪት ክወርድ ዝበዝሐ ግዜ ሓሳብና ክንገልፅ ካብ ሓሳብና ምግላፅሲ ካብ ብጽሑፍ ካብ ብቓላት ብስእሊ ይቐልል ሓደ እዋን ኣብ ዝተፈላለየ ኣጋጣሚታት ተዛሪብካ ክትገልጾ ዘይከኣልካ ብገለ ዲያግራም ወይ ገለ ስእሊ ተጠቂምና ዝያዳ ክንገልጾ ንኽእል ጽሒፍና ክንገልጾ ነዊሕ ዝወስደልና ብዲያግራም ብመልክዕ ስእሊ ብዝቐለለ ይኸውን ማለት እዩ። ሕጂ ከምዚ ዓይነት ስርሓት ክንጥቀም ኣብ ንደልየሉ ኣብ ኢንሰርት ብምምጻእ ስማርት ኣርት ዝብሉ ኣለውና። ስማርት ኣርት ስማርት ኣርት ዝተፈላለዩ ስማርት ኣርት ኣለዉ። ሊስት ክንገብር ንጥቀመሎም ስማርት ኣርት ኣለውና። ፕሮሰስ ክንገልጽ ንጥቀመሎም ስማርት ኣርት ኣለውና። ገለ ሳይክል ክንገልጽ መስርሕ ናይ ሳይክል ክንገልጽ ንጥቀመሎም ስማርት ኣርት ኣለውና። ሃይራርኪ መሳልል ክንገልጽ እንጥቀመሎም ስማርት ኣርት ኣለና ሪሌሽንሽፕ ዘሎ ክንገልጽ እንጥቀመሎም ስማርት ኣርት ኣለዉ ማትሪክስ ፒራሚድ ን ፒክቸር ክንገልጽ እንጥቀመሎም ስማርት ኣርት ኣለውና ስለዚ ኣብዚ ከከም እቲ እንደልዮ ዝምባለ ኩሎም ተመሳሳሊ ስራሕ እዩ ዘለዎም እቲ ጎል ናቶም ጥራሕ እዩ ዝፈላለ ስለዚ እስኻ እንታይ ክትገብር ደሊኻ ንኣብነት ፕሮሰስ ክንገልጽ ደሊና ፕሮሰስ ኣብ ፕሮሰስ ክሊክ ገይረ ኣለኹ ካብተን ፕሮሰስ ዝተፈላለየ ነቲ ሓሳብካ ክገልጽ ዝኽእል ዲያግራም ትመርጽ ንኣብነት እዚኣ ክጥቀም የነ ከምዚ መሳልል ማለት እዩ ኦኬ መፅያ ኣላ ታይፕ ግበር ስታርት ሓደ ክትዕወት ተኮንካስ ጀምር and persists መክት ደን ሳክሰስ መፅ መስለን ሓደ ሰብ ክዕወት ተኮይኑ ሲ ክጅምር ኣለዎ ፅኑዕ ክኸውን ኣለዎ ብቲ ዕላሙ ደን ይልዕወት እዚኣ ሕጂ ተዛሪብካ ክትገልፃ ነዊሕ ትወስድ ትኸውን ብስእሊ ግን ስታርት ፐርሲስት ን ዩድ ሳክሲድ ተጠቂምና ኣለና ማለት እዩ እዚ ገለ ሕብርታት ክንቅይር ነዚኣ መሪፅያ ዘለኹ ንኣብነት ሕብሪ ክቅይሮ ተደልየ ካልእ ወላ ሓንቲ ዝቀየር የብሉን ሕብርታት ክንቅይር ተደሊና ግን ኣብዚ ንጥቀም ደሴም ካልእ ሳይክል ክጥቀም እየ ንኣብነት ስማርት ኣርት ሳይክል ሳይክል ንኣብነት እዚኣ ሳይክል እዚኣ ክጥቀመ ራዲያል ሳይክል ትብል ክጥቀመ ከምዚ ክትከውን እያ ማለት እዩ ኣብዚ ሓደ ሓሳብ ክገልፅ እየ ንኣብነት ጋድ ኣብ ማእከል ይገብሮ ኣለኹ ጋድ ኢዝ ላቭ ጋድ ኢዝ ካይን ካይን ቻሪቲ and እንታይ ክኸውን ይኽእል ምስ ኣምላኽ ዘሎ ሰብሲ he loves and he is kind and he practices practices charity ኣይተድልየንን እዚኣ ከድምሳው ንኽእል እየ ደሊት ክብላ ክእል እየ ኦኬ ደሊት ሰለስተ ገይረ ኣለኹ ከምዚ ገይርና ሓሳብና ንገልጽ ማለት እዩ ስለዚ ኣብ ኢንሰርት እዞም ስማርት ኣርት ንብሎም ዝተፈላለየ ቅርፅታት እናተጠቀምና ሓሳብና ክንገልፅ ሃይራርኪ ንኣብነት ከገድሰኩም ይኽእል እዩ ኢለ ስለ ዝሓሰብኩ እዛ ሃይራርኪ ተሪናያ ከምዚ ስእሎ ትበናያ ንኣብነት ቱፋሓ ማልቲሜድያ ቱፋሓ ኦኬ

ቮኬሽናል ኮርስ ይህብ እዩ ስለዚ ብከምዚ መልክዕ ከዓ ይተድልየኒ ድምሳውላ ብከምዚ መልክዕ ከዓ ረኣይዎ ዲያግራም ሓደ ቱፋሓ ዝበሃል ትካልሲ ሴልስ ከም ዘለዎ ትምህርቲ ከም ዘለዎ Excuse. ኦኬ ሴልስ ከም ዘለዎ ትምህርቲ ከም ዘለዎ ጊፍትስ ከም ዘዳሉ ስቴሽነሪ ኣብቲ ሴልስ ጊፍትን ስቴሽነሪን ከም ዝሸይጥ ኣብ ኮርስ ኣብ ትምህርቲ ከዓ ኣብ ቮኬሽናል ትምህርትታት ከም ዝሰርሕ ከምዚ ጌርና ኣዳሊና ኣለና ማለት እዩ ስለዚ ከምኡ እናገበርና ነቶም ዝተረፉ ስማርት ኣርት ኩሎም እናፈተሽናዮም ንኸይድ ነዞም ስማርት ኣርት ኩሎም እናፈተሽናዮም ንኸይድ ድሕሪኡ ቻርትን እዞም ተሪፎም ዘለውን ኣብታ ትስዕብ ቪድዮ ሃቢርና ክንሪአን ኢና እዚ ፖርሽን እዚ ግፍሕ ከይብል ኣብዚ ክንቆርፃ ኢና ኣብ ዝመፅእ ዘሎ ቪድዮ ቻርት ተን ስዒበን ዘለዋ ክንሪኤን ኢና ስለዚ ክሳብ ሕጂ ብጽሞና ብምክትታልኩም ኣዝየ የመስግን እዚ ትምህርቲ እዚ ኩሉ ግዜ ከም ዝብሎ ሓጋዚ እዩ ኢለ ዝኣምን ኣነ እስኹም ድማ ከምዚ ከማይ ሓጋዝን ጠቃምን እዩ ኢልኩም ትኣምኑ እንተኮይንኩም ፕሊስ ሼር ግበሮ ናብ ካልኦት ከምዚ ከማና ክበጽሕ ፕላስ ሳብስክራይብ ግበሩ ን ኣብታ ደወል ክሊክ ግበሩ ሳብስክራይብ ብምግባርኩምን ኣብታ ደወል ክሊክ ምግባርኩምን ሓደ ዝዓበየ ጥቕሙ እዚ ቻነል እዚ ተተባቢዑ ኩሉ ግዜ ከም ዝቕጽል እዩ ዝገብር። ካልኣይ ድማ እስኹም ኩሉ ግዜ ሓድሽ ዝወርድ ቪድዮ ብቐረባ ብዘይ ዝኾነ ሓበሬታ ኣብ ሞባይልኩም ኣውቶማቲካሊ ኖቲፋይ ክገብረኩም ስለ ዝኾነ ንኽትከታተሉና ዝቐለለ መንገዲ ይፈጥር ማለት እዩ። ስለዚ ኩሉ ግዜ እዚ ቪድዮ እዚ ምስ ረኣኹሞ ዝወስደልኩም ግዜ ሓጺር ብጣዕሚ ካብ ግዜኹም ንእሽተይ እዩ ሳብስክራይብ ፕሊስ ሳብስክራይብ ግበሩ ን ኣብታ ደወል ክሊክ ግበሩ ድሕሪኡ ንኹሉ ግዜ ንክትከታተሉና ሓጋዚ ክኸውን እዩ ማለት እዩ ክሳብ ሕጂ ብጽሞና ስለ ዝሰማዕኩምኒ ብልቢ የመስግን ብዝተረፈ ኣብ ካልእ ተመሳሳሊ ቪድዮ ክሳብ ንራኸብ በብዘለናዮ ሰላም ምስ ኩሉ